ኣብ ልዕሊ ሰላማውያን ሰባት ዝተፈጸመ ቅትለት ዝሕተተሉ ኦነግ ሸኔ እዩ ኢሉ ከሲሱ መንግስቲ ኢትዮጵያ። ብሰንኪ እቲ መጥቓዕቲ ዕስራን ሸሞንተ ሰባት ሞይቶም ልዕሊ ዓሰርተ ድማ ቆሲሎም ኣለዉ። ነቲ መጥቓዕቲ ከም ዘውግዙ ዝገለጹ ቀዳማይ ሚኒስተር ኣብይ ኣሕመድ ብወገኖም ህዝቢ ምስ መንግስቲ ተሓባቢሩ ንፈጸምቲ እቲ ቅትለት ናብ ሕጊ ንምቕራብ ንክሰርሕ ጸዊዖም። እዚ ከምዚሉ ከሎ ኣዛዚ ምዕራባዊ ግንባር ሰራዊት ነጻነት ኦሮሞ እየ ዝበለ ብወገኑ ነቲ ክሲ ነጺግዎ ይብል መሳርሕትና ሰሎሞን ኣባተ ዘዳለዎ ሪፖርት። ኣብ ክልል ቤንሻንጉል ጉሙዝ ዞባ መተከል ኣብ ጥቓ ከተማ ግልገል ትማሊ ዕጡቓት ኣብ ልዕሊ ኣውቶቡስ ተኹሲ ከፊቶም ሸውዓተ ሲቪላት ከምዝተቐትሉ ዝበጽሐና ዜና ሓቢሩ። ሓይልታት ጸጥታ ኣብቲ ከባቢ ቐልጢፉ ብምብጽሑ ዓሰርተ ዕጡቓት ከምዝተደምሰሱ ናይ ቤንሻንጉል ጉሙዝ ክልል ኮማንድ ፖስት ኣተሓባሪ ሌተናል ጀነራል ኣስራት ዴኔሮ ሎማዕንቲ ንሬድዮ ድምጺ ኣሜሪካ ኣፍሊጦም። እቲ ኮማንድ ፖስት ኣብቲ ከባቢ ጸጥታ ናብ ንቡር ንምምላስ ዕጡቓት ብሰላም ኢዶም ክህቡ ብምጽዋዕ ዘቕበጹ ድማ ስጉምቲ ብምውሳድ ክሳብ ሕዚ ሰለስተ ሽሕን ሓሙሽተ ሚእትን ዕጡቓት ኢዶም ብምሃቦም ስልጠና እናወሰዱ እዮም ኢሎም ይብል ጸብጻብ ኣስቴር ምስጋናው ካብ ባህርዳር። ኣብ ክልል ኦሮሚያን ቤንሻንጉል ጉምዝን ይነብሩ ዝነበሩ ልዕሊ ሸሞንተ ሚእቲ ተወለድቲ ብሄረ ኣምሓራ ኣብቶም ክልላት ብዝተፈጥሩ ናይ ፀጥታ ፀገማት ተመዛቢሎም ናብ ደቡብ ወሎ ምምፅኦም ናይቲ ዞባ ምክልኻል ሓደጋን ውሕስነትን ምግብን ኣፍሊጡ። ናይቲ ቤት ፅሕፈት ሓላፊ ኣቶ መሳይ ማሩ ኣብ ክልል ኦሮሚያ፣ ወለጋን ቤንሻንጉል ጉምዝን ብዘሎ ናይ ፀጥታ ፀገም ኣብቶም ዝሓለፉ ሰለስተ መዓልታት ሸሞንተ ሚእትን ዕስራን ሸውዓተን ተወለድቲ ኣምሓራ ንብረቶም ራሕሪሖም ናብ ደቡብ ወሎ መጺኦም ኣለዉ ኢሎም። ቅድም ክብል ተላኢኹ ዝነበረ ምግብን ምግቢ ዘይኮኑ ሓገዛትን ንተመዛበልቲ ከምዝተውሃበን ምስ በዝሒ ናይቶም ተመዛበልቲ እኹል ከምዘይኮነን ገሊጾም። ካብቶም ተመዛበልቲ ዝበዝሑ ህጻናትን ደቂ ኣንስትዮን ከምኡ'ውን ብዕድመ ዝደፍኡ ዓበይቲ ይርከብዎም ይብል ጸብጻብ መስፍን ኣራጌ ካብ ደሴ። ኣብ ደቡብ ክልል ኣብ ዝርከቡ ዞባ ኦሞ፣ ቤንች ሸኮ፣ ጉራ ፈርዳን ፍሉይ ወረዳ ኣማሮን ብዝተፈጥረ ፀገም ፀጥታን መጥቓዕትታትን ብርክት ዝበሉ ስቪላትን ሓይልታት ፀጥታን ከምዝተቐትሉ ናይቲ ክልል ምኽትል ርእሰ ኣመሓዳሪ ኣቶ ርስቱ ይርዳው ሎማዕንቲ ኣብ ዝሃብዎ ጋዜጣዊ መግለፂ ሓቢሮም። ኣብቶም ዝሓለፉ ክልተ መዓልታት ኣብ ወረዳ ጉራ ፈርዳ ዓሰርተ ሰባት፣ ኣብ ፍሉይ ወረዳ ኣማሮ ኣብ ውሽጢ ክልተ ሰሙናት ዓሰርተ ሰለስተ ሰባት ከምዝተቐትሉ መሰኻኽር ዓይኒ ገሊፆም። ናይቲ ክልል ምምሕዳር ኣብ መግለፂኦም ኣብዞም ከባቢታት እዚኦም ምርግጋእ ከምዝተፈጥረ ብምግላፅ ሰላም ናብ ንቡር ተመሊሱ ኣሎ ኢሎም። ነበርቲ ግን ናይ ድሕነት ስግኣት ከምዘለዎም ይዛረቡ። ናይቲ ክልል ሰላም ንምዝራግ ይሰርሑ ዘለዉ ጉጅለታት ካብ እከይ ግብሮም ክእርነቡ ኣተሓሳሲቦም ይብል ፀብፃብ ዮናታን ዘብድዮስ ካብ ሃዋሳ። ናይ ቦትስዋና ፕሬዚዳንት ሞኲቲ ማሲሲ ኣባላት ደንበ ማሕበረሰብ ልምዓት ደቡብ ኣፍሪካ እስላማዊ ናዕበኛታት ኣብ ሰሜን ሞዛምቢክ ንዝፈፀምዎ ደማዊ መጥቃዕቲ ትርጉም ብዘለዎ ኣገባብ ግብረ መልሲ ክህብ እዩ ኢሎም። ማሲሲ ነዚ ርእይቶ እዚ ሎማዕንቲ ረቡዕ ዝሃቡ ምስ ናይ ዚምባብዌ ፕሬዚዳንት ኤመርሰን ምናንጓጓ ድሕሪ ምርኻቦም እዩ። ንሶም ሎማዕንቲ ረቡዕ ንጋዜጠኛታት ኣብ ዝሃብዎ መግለፂ ናይ ደቡብ ኣፍሪካ ፕሬዚዳንት ስሪል ራማፎዛ ኣብ ሰሜን ሞዛምቢክ እናሓመቐ ብዛዕባ ይኸይድ ዘሎ ኩነታት ምዝርራቦም ገሊፆም። ፈረንሳይ ጸረ ሽብር ናይ እተካይዶ ዘላ ጻዕሪ ኣብ ዝሓለፈ ጥሪ ኣብ ማእኸል ማሊ ብዝፈጸመቶ ደብዳብ ነፈርቲ 19 ሰባት ከም ዝተቐትሉ ሕቡራት መንግስታት ምግላጹ ፈረንሳይ ነጺጋቶ ሰለስተ ጥሪ ኣብ ገጠር ዓዲ ባውንቲ ዝተፈጸመ ደብዳብ ንፈረንሳይን ልኡኽ ዓቃቢ ሰላም ሕቡራት መንግስታት ኣብ ማሊን ምስሕሓቡ ቀጺሉ ኣሎ። ኣብ መጀመርያ እዚ ሰሙን መርማሪ ሕቡራት መንግስታት ስነ ስርዓት መርዓ ይካየደሉ ዝነበረ ቦታ ብነፋሪት ፈረንሳይ ተወቒዑ ሲቪላትን ሰለስተ ዕጡቓት እስላማውያን ዝተብሃሉን ከምዝተቐተሉ ደምዲሙ ኣሎ። ውድብ ጥዕና ዓለም ሓዱሽ ምትእትታው ናይቲ ቫይረስ ኣብ ዝሓየለሉ ናይ ኣውሮፓ ጻዕርታት ክታበት ኮቪድ ዓሰርተ ትሽዓተ ተቐባልነት ብዘይብሉ ደረጃ ዝተሓተ እዩ ኢሉ። ኣብ ውድብ ጥዕና ዓለም ዳይረክተር ኣውሮፓ ዶክተር ሃንስ ክሉግ መራሕቲ እታ ክፍለ ኣህጉር መስርሕ ምፍራይ መድሓኒት ከሳልጡ እቲ ክታበት ንብሃብ ዘለዉ ዕንቅፋታት ክንክዩን ኣብ መኽዘን ዝርከብ ሕድሕድ ብልቃጥ ኮቪድ ዓሰርተ ትሽዓተ ኣብ ረብሓ ክውዕልን ጸዊዖም ኣለዉ። ኣብ መላእ ኣውሮፓ ቅድሚ ሓሙሽተ ሰሙናት በዝሒ ናይ ዝልከፉ ሰባት ትሕቲ ሓደ ሚልዮን ወሪዱ ከም ዝነበረ ብምግላጽ፣ ሕዚ ግን ናብ ሓደ ነጥቢ ሽዱሽተ ሚልዮን ደይቡ ኣሎ ይብል ጸብጻብ ውድብ ጥዕና ዓለም። በዝሒ ሞት ድማ ኣስታት ዕስራን ኣርባዕተን ሽሕ በጺሑ ኣሎ። ኣብ መወዳእታ ናይ ዩናይትድ ስቴትስ ፕሬዚዳንት ጆ ባይደን ፈላማይ ናይ ካቢኔ ኣኼበኦም ሎማዕንቲ ሓሙስ ከካይዱ እዮም። እዚ ብላዕለዎት ሰበ ስልጣን ምምሕዳር ዝካየድ ዘሎ ኣኼባ፣ ናይ ክልተ ትሪልዮን ዳላር መሰረተ ልምዓት ንምትእትታው ፃዕሪ ኣብ ዝካየደሉ ዘሎ እዩ። ብኮንግረስ ክፀድቕ ተስፋ ኣለዎም። ኣብቲ ሎማዕንቲ ሓሙስ ዝካየድ ኣኼባ ዕስራን ሓሙሽተን ሰባት ከምዝሳተፉ ዋይት ሃውስ ገሊጹ ኣሎ። ዜና ኣብዚ ይዛብ።
ነመስግነካ ገብረ እዚ ሬድዮ ድምፂ ኣሜሪካ እዩ ናብቲ ፈላማይ ፀብፃብና ክንሓልፍ ከለና ኣብ ኢትዮጵያ ዞባ ባዴ ገንቤሌ ምዕራብ ወለጋ ኣብ ልዕሊ ሰላማውያን ሰባት ዝተፈፀመ ቅትለት ዝሕተተሉ ኦነግ ሸኔ እዩ ክብል መንግስቲ ኢትዮጵያ ከሲሱ ብሰንኪ እቲ መጥቃዕቲ 28 ሰባት መይቶም ልዕሊ 10 ድማ ቆሲሎም ነቲ መጥቃዕቲ ከም ዘውግዙ ዝገለጹ ቀዳማይ ሚኒስትር ኣብዪ ኣሕመድ ብወገኖም ህዝቢ ምስ መንግስቲ ተሓባቢሩ ንፈጸምቲ እቲ ቅትለት ናብ ሕጊ ንምቕራብ ንኽሰርሕ ጸዊዖም። እዚ ከምዚ ኢሉ እንከሎ ኣዛዚ ሰራዊት ምዕራባዊ ግንባር ደባይ ተዋጋእቲ ሰራዊት ነጻነት ኦሮሞየ ዝበለ ብወገኑ ነቲ ክሲ ነጺግዎ ኣሎ ይብል መሳርሕትና ሰሎሞን ኣባተ ዘዳለዎ ሪፖርት ዝርዝሩ በትረ ስልጣን ከቕርቦ እዩ። ዞባ ምዕራብ ወለጋ ኣብ ልዕሊ ሰላማውያን ሰባት ዝተፈጸመ መጥቃዕቲ ንኹንን ዝተሰማዕ ዓሚቕ ሓዘን ንስድራ ቤታትን ንመላእ ኢትዮጵያውያንን ንገልጽ ኢሎም ቀዳማይ ሚኒስትር ኣብዪ ኣሕመድ። ዓለምና ብለበዳ ሕማም ተወሪራ ኣብ ትጭነቐሉ እዋን ኮነ ተባሂሉ ኣብ ልዕሊ ሰላማውያን ሰባት ቃንዛ ዝውስኹ ውልቀ ሰባትን ጉጅለታትን ኣብዛ ንደልያ ኢትዮጵያ ስፍራ የበሎምን እውን ይብሉ ቀዳማይ ሚኒስትር ኢትዮጵያ ወሲኹም ጸላእትና ካብ ዝበልዎም ካብ ደገን ካብ ውሽጥን ተወዲቦም ንሰላማውያን ሰባት ብምቕታል ነቲ ዝተጀመረ ዝብልዎ ጉዕዞ ንምሽምራርን ካብ ጎዳና ንምስሓትን ጻዕሪ ይገብሩ ኣለዉ ይብሉ። ንሶም ወሲኾም መላእ ህዝቢ ኢትዮጵያ ኣብ መጻወድያ ሓይልታት ጥፍኣት ዝበልዎም ሓይልታት ንኸይወድቕን ምስ መንግስቲ ተሓባቢሩ ጥፍኣት ፈጸምቲ ናብ ሕጊ ንምቕራብ ክሰርሑን ጸዊዖም እዮም። እዚ ከምዚ ኢሉ ከሎ መሳርሕትና ሰለሞን ኣባተ ንኣዛዚ ሰራዊት ነጻነት ኦሮሞ ዝብል ውልቀሰብ ብቴለፎን ኣዘራሪብዎ ኣሎ። ጥዕና ሃበለይ ይብል ሰለሙን እስኪ ንነብሶም ምስ ሰማዕትና የላልዩለይ ኢልዎም ጋሽኡ ከምዚ በሉ። ኣሽሪም ኣመሰግንሃለው ስለሰጠኝ እድል መሮ እባላለው ኦሮሞ ነፃነት መስግነካ ሰራዊት መሮ እየ ዝብሃል ኣብ ሰራዊት ንጻነት ኦሮሞ ኣዛዚ ምዕራባዊ ግንባር እየ በሎ መሮ ተቀቲሉ እዩ መሮ የለን ክብሃል ከሎ ሰሚዐ እየ ንሶም እውን ሰሚዖም ይኾኑ ዝብል ግምት ኣለኒ፣ ገለ እዋን ከዓ ብጭብጢ ዝተደገፈ ዝመስል ሓበሬታ ንርኢ፣ ብካልእ ወገን ከዓ መሮ ባዕለይ እየ ይብሉኒ ኣለው ምስ በሎም፣ መሮ ይቕፅሉ። አዎ እንደዚህ አይነት ፕሮፖጋንዳዎች ይሰማሉ እንግዲህ እኔ መንፈስ አይደለሁም ከኔ ጋር እያወራህ ነው ሌላ ማረጋገጫ ልሰጥህ አልችልም ሰለሞን። እወ ከምዚኦም ዝበሉ ፕሮፖጋንዳታት ይቃልሑ እዮም ኣነ መንፈስ ኣይኮንኩን በልዎ ንሰለሞን ንሱ ቀጸለ ንግዚኡ ይኣኽለኒ ናብ ቀንዲ ጉዳይና ንስገር ኣብ ምዕራብ ወለጋ ብዙሓት ሰላማውያን ሰባት ከም ዝተቐተሉ ተገሊጹ እዩ መንግስቲ ኢትዮጵያ ብወገኑ እቶም ሰባት ዝተቐትሉ ኦነግ ሸኔ ዝበሃል ዕጡቕ ጉጅለ እዩ ፈጻሚኡ ይብል። ናቶም ግብረ መልሲ እንታይ እዩ? ኢልዎም መሩ ቀጸሉ። ሰለሞን መንግስት ኦነግ ሸኔ ነው የገደላቸው ካለ እንግዲህ ኦነግ ሸኔ የሚባል ድርጅት ፈልገህ ማናገር ነው ያለብህ። መንግስቲ ቀተልቲ ዕጡቓት ኦነግ ሸኔ እዮም እንተኢሉ ንኦነግ ሸኔ ኣሊሽካ ኣዘራርቦም። ኦነግ ሸኔ እዮም ኢሉ እውን እዩ ከሲሱ ዘሎ። ስለዚ እቲ ክሲ ዝቐረበሉ ውድብ ኦነግ ሸኔ መልሲ እንተዝህብ ዶ ኣይምሓሸን? ስለዘይምልከተኒ ኢለ እየ በሉዎ ንሰለሞን። ሰለሞን ክቕፅል ከሎ መንግስቲ ንመሮ ዝመርሖ ዕጡቓት ኦነግ ሸኔ ስለዝብለኩም እየ ከምኡ ዝብል ዘለኹ። ንስኻትኩም መን ትበሃሉ? በሎም መሬ ቅጽሉ። አንተ ቤተሰቤ ያበቃልህም ሰለሞን ሆኖ እያለ በሌላ ሰለሞን አይደለህም ወይ ቦጋሌ ወይ ደግሞ ሌላ ጫላ ነህ ብልህ ትቀበላለህ ብዬ አላምንም። ሰሎሞን እናሃለወ ሶሎሞን ኣይኮንካን ቦጋለ ወይ ከዓ ካልእ መፀውዒ ኢሎም እንተጠመቑኻ ክትቅበሉ ኢኻ ዝብል እምነት የብለይን ስለዚ ንሕና እውን ኣብ ዘይምልከተና ጉዳይ ከይተጸዋዕና ኣለና ንብለሉ ምኽንያት የለን ንሕና ሰራዊት ነጻነት ኦሮሞ ኢና ንበሃል እዚ ውድብ እዚ ዝቐረበሉ ክሲ እውን ዛጊድ የለን ንመርሖ ሰራዊት ሰራዊት ነጻነት ኦሮሞ እዩ ዝበሃል በዞም ትጠቕሶም ዘለኻ ሰባት ዝቕረበ ክሲ ኣይሰማዕኹን። በልዎ ንሰለሞን ንሱ ይቕጽል ኣብቲ ትማሊ ተፈጺሙ ዝበሃል ቅትለት ሰላማውያን ሰባት ኢድ ሰራዊት ነጻነት ኦሮሞ ኣለዎ ዶ ኢልዎም። የኦሮሞ ነጻነት ሰራዊት እንደዚ ኣይነት ግድያ ውስጥ እጁን ኣያስገባም። ሰራዊት ነጻነት ኦሮሞ ኣብ ከምዚ ዝዓይነቱ ቅትለት ኢዱ ኣየቱን ኣየእተወን። ብሰራዊትና ከምዚ ዝበለ ዝተፈጸመ ቅትለት እውን የለን። ንሓደ ብሄር ዒላማ ዝገበረ መጥቃዕቲ መጉደፎ ብሰንኪ መንነቱ ዝኾነ ሰብ እንተተቐቲሉ ከቢድ ቅፅዓት ኣብ ልዕሊ ፈፃሚ ዝወሃበሉ ኣገባብ እዩ ዘለና። እዚ ነገር እዚ ይደጋገም ኣሎ። ኣብ መርበብ ሓበሬታ ዝነጥፉ መነገዲ ገይሮምዎ ኣለዉ። ዘሻራዊ ኣካል የፃርዮ ኢለ እየ። ተደጋጊሙ ስለ ዝተዘርበሉ ዝልወጥ ነገር የለን ሓሰት በዚሖ ኣሎ በሉ መሮ ሰለሞን ተቐቢሉ ግዳያት ኢና ዝብሉ ሰባት ሰራዊት ነጻነት ኦሮሞ እዩ ኣጥቂዑና እዮም ዝብሉ ኣባላት ሰራዊትኩም ከምዚ ዝዓይነቱ መጥቃዕቲ ንኸይፍጽም ትከታተልሉ ትቈጻጸርሉ ወይ ከዓ ዝወሰድኩምዎ ስጉምቲ ኣሎ ዶ ንዝብል ዝቐረበ ሕቶ መረው ክምልሱ ከለዉ ጥቃት ክፈጽም እኮ ነው አንተ እርምጃ ምትወስደው እርምጃ መውሰድ አይደለም ጥቃቱ አልተፈጸመም። ስጉምቲ ትወስድ እኮ ፈጻም እቲ ክሲ ምስ ዝህሉ እዩ ስጉምቲ ምውሳድ ዘይኮነ እቲ ጥቅዓት ኣይተፈጸመን ኣብ ኢድ ኣባል ሰራዊት ነጻነት ኦሮሞ ሓንቲ ህይወት እንተጠፊኣ ኣዝዩ ከቢድ መቅጻዕቲ እዩ ዘስዕብ ኢሎሞ። መሮ ንሰለሞን ኣባተ ነመስግነካ በትረ እዚ ሬድዮ ድምፂ ኣሜሪካ እዩ